ሰላም ሰላም ኣሕዋት ከምቲ ልሙድ ምሳኹም ዘለኹ ሓወኹም ዳዊት እየ ሎሚ እውን ክልተ ነገራት ዘልኩ መፅ ኣለኹ ሰን ከዓኒ ፍሪ ሙቪ እየን ሕጂ እውን ከምቲ ልሙድ ማለት እዩ ሶ ናብአን ከብለኩም ብዝተረፈ ከዓኒ ክብለኩም ዝደሊ ናይ ብሓቂ የቀንየለይ ከምቲ ዝደልዮ ካብቲ ዝደልዮ ንላዕሊ እውን ሳብስክራይብ ትገብሩ ኣለኹም የቀንየለይ ከምቲ ተጸብኹ ካብ ተጸብኹ ንላዕሊ ኣነ እውን ንዓኹም ንምሕጓስ ንዓኹም ይጠቅም እዩ ዝብሎ ነገር ምምጻእ ክሓምቕን እየ ሶ ኣዝየ ዘመስግነኩም ከምቲ ዘለኹሞ ከምዘለኹሞ ቀጽሉ። ኣብ ዝመጽእ ብካልእ ስጋ ንራከብ እዚኤን ናብተን ዘምጻኒ ጉዳይ ክገብር ሕጂ so እዛ ቀዳመይቲ ንርያ ከምዚ ትሪእዋ ዘለኩም እዛ ድራማቲክስ ትብል ዘላ እዛ ድራማቲክስ እዚኣ ኖርማል ናይ ሙቪ እያ ሓደሽቲ ሙቪታት ትኹን ወላ ዝሓለፈ ኖርማል ኢንስታል ኢልኩም ሊንክ ዋላ ኣብ ታሕቲ ክገርፈልኩም እየ ወይ ድማ ድራማቲክ ኢልኩም ድራማቲክስ ኢልኩም ተጽሒፍኩማ ብ ጉጉል ኣብቲ ኣፕ ስቶር ኮይድኩም ኖርማል ክትረኽቡዋ ትኽእሉ ኢኹም ከምዛ ዘላታ ማለት እዩ ድራማቲክስ ኢልኩም ሶ እዚኣ ትመስልቲ ኣፕሊኬሽን ኩሉ ሓደሽቲ ሙቭታት ኣለዋ እዚ ናይ 220 እዩ ረይዎ ከም ዝሪእዎ ዘለኹም እዚ ናይ 220 ሓደሽቲ ሙቭ እዩ ማለት እዩ እታ ካልኣይቲ ከም ስሪዋ ዘለኹም ቶብ ናው ዶት ኤስኢ ትበሃል እዚኣ እውን ሓዳሽ ሙቭያ ኣብ ላፕቶፕ እውን ከርእየኩም እየ ማለት እዩ ምስታ ላፕቶፕ ከመይ ጌርኩም ትገብርዋ ኣብ ሞባይልኩም እውን ትሰርሓልኩም እየ ከም ስሪዎ ዘለኹም ሓድሽ ሙቪ ዝርእዎ ናይ ክልተ ሽሕ ዕስራን ማለት እዩ ኣነ ፕለይ ክብሎ ይክእልኒ ዘለኹዎ ቦታ ብዙሕ መስመር ይብሉ ከም ስሪዎ ዘለኹ ሞባይል ማለት እዩ ግዜ ኮዝ ዘለዩ ማለት እዩ ኣብታ ላፕቶፕ ከርእየኩም እየ ከምዚ ከም ትገብሩ ማለት እዩ። ሰላም ሰላም ኣሕዋት፣ እዚኣ እታ ዝበልኩኹም ኣብ ላፕቶፕ ከርእየኩም እየ ክብል ኢለኩም ፀኒሐ ነዚኣ ትመስል ማለት እዩ ጀስት ኣብ ኣብ ጎግል ክሮም መፂኹም ኖርማል ፅሒፍኩም ከም ዝሪእዎ ዘለኹም ሊንክ ኣብ ታሕቲ ክገድፈልኩም እየ ቶፕ ናው ዶት ኤስኢ ኢልኩም ኖርማል ክትረኽቡዋ ትኽእሉ ኢኹም ተን ሙቪ ነው ዝመስላ ማለት እዩ ከም ስሪዋ ዘለኹም ሕጂ ላተስተ ሕጂ ዝመፀ ፕሉራል ግሮስ ፖድካት ራይት ገለገለ ኣለኩም ኣብዚ ብምሉእ ክትረኽቦ ትኽእሉ ኢኹም ካልእ ከዓ ክነግረኩም ዝደሊ ዳውንሎድ ክትገብሮ ኖርማሊ ትኽእሉ ኢኹም ማለት እዩ ዳውንሎድ ይኸውን እዩ ኣብ ላፕቶፕኩም ይኹን ገለ ግን እጂ ኣብ ሞባይልኩም ኣብ ሞባይልኩም ከመይ ገርኩም ዳውንሎድ ትገብርዎ ክርእኩም እዮ ማለት እዩ ናብ ሞባይል እሞ ንመለስ ካብዚ ክሳይ ወፂና ናብ ሞባይል ንመለስ ከርእኩም ሰላም ሰላም ኣሕዋት፣ እዚኣ እታ ዝበልኩኹም ኣብ ላፕቶፕ ከርእየኩም እየ ክብል ኢለኩም ፀኒሐ ነዚኣ ትመስል ማለት እዩ ጀስት ኣብ ኣብ ጎግል ክሮም መፂኹም ኖርማል ፅሒፍኩም ከም ዝሪእዎ ዘለኹም ሊንክ ኣብ ታሕቲ ክገድፈልኩም እየ ቶፕ ናው ዶት ኤስኢ ኢልኩም ኖርማል ክትረኽቡዋ ትኽእሉ ኢኹም ተን ሙቪ ነው ዝመስላ ማለት እዩ ከም ስሪዋ ዘለኹም ሕጂ ላተስተ ሕጂ ዝመፀ ፕሉራል ግሮስ ፖድካት ራይት ገለገለ ኣለኩም ኣብዚ ብምሉእ ክትረኽቡዎ ትኽእሉ ኢኹም ኦኬ ሕጂ ከዓ ናብታ ላፕቶፕ ተመሊስና ኣለና ኣሕዋት እንታይ ክብለኩም ደሊ መስለኩም ቁሩብ ክትርብሸኩም ትኽእል እያ ኣብ ክሳይ ማለት እዩ ሕቶ እዚ እምነት ሮቦት ገለ እዚ ኬፕቻ ገለ ዝበሃል ንዑ ክትሓተኩም ትኽእል እያ ከም ትሪእዎ ዘለኹም እጂ ድሕሪ ገለ ሰከንዳት ክትጅምር እያ ትብለኒ ኣላ ርእይዎ እጂ እንታይ ትብለኒ እያ ትሓተኒ እያ ነዚ ከም ትሪእዋ ዘለኹም ረእይዋ ሕጂ ነዚ ከምዚ ገይረ ክምልሰ ግን ኣይ ክትሰርሓለይን እያ ማለት እዩ ሕጂ ንግዚኡ ማለት እዩ እምበር ትማል ምሸት ርእየላ ነረ ማለት እዩ ሶ ንስኹም ኖርማል እዚ ክትሓተኩም ትኽእል እያ ክትሓተኩም እውን ትኽእል እያ ግን ኣነ ከም ዝበልክኹም ኣቐዲመ ማለት እዩ ኣብ ወፅየ ስለ ዘለኹ ካብ ገዛ ርሕቕ ኢለ ስለ ዘለኹ እቲ ዋይፋይ ፅቡቅ ገይሩ ሰርሓለ የለን እቲ ዋይፋይ ፅቡቅ ገይሩ ሰርሓለ የለን ከም ዝሪእዎ ዘለኹም ማለት እዩ ረይዎ እንደገና ትሓተንላ እምበር ትማሊ ምሸት ርእየላ ነይረ ሓንቲ ግዜ ምስ ሓያትኒ ድሕሪ ሓዘትትኒ ክትፈትዎ ናይ ሎሚ ሶ ብካልእ ስከ ንራከብ የቀንየለይ ከምቲ ትገብርዎ ዘለኹም እውን ሸር ላይክ ሳብስክራይብ ኣይትሕመቑ ኣሕዋት ኣነ እውን ከም ዝበልኩኹም ንዓኹም ንምሕጓስ ወይ ድማ ንዓኹም ትደልይዎ ነገር ወይ ድማ ሓድሽ ነገር ዘሎ ዝመፀ ብዛዕባ ሞባይል ይኹን ኣይፎን ይኹን ወላ ኣንድሮይድ ክቕርበልኩም እየ ንዓኹም ንምፍላጥ ወይ ድማ ከይፈለጥኩሞ ንከይትሓልፉ ዝኾነ ይኹን ከብለልኩም እዩ ክዝርግሓልኩም እየ ማለት እዩ ኣብ ቅድመይ ዝረኸብክዎ ንኣኹም ይጠቅም እዩ ዝበልክዎ ማለት እዩ ሶ ቴንኪዩ ናይ ሎሚ ዝመስል ነይሩ የቐነለይ ሸር ላይክ ሰብስክራይብ ከዓ ኣይትረስዑ